ትጋራጮ ከይደለኻ ዋላ እቲ ምኽንያት እንታይ ይመስልክ እንታይ ኮይኑ እዩ እዚ ሰብ ሓደ ሓደ ግዜ ኣብ ግርጭት ዝኣቱ እወ ኣነ እኮ ማለትሲ ብብዝሒ ከም ዝዕዘቦ እቲ ሰብሲ ሓደ ናይ ቋንቋ ሕጽረት ክህልዎ ይኽእል እዩ ምኽንያቱ ኣብዚ ዓዲ ናይ ሽግር ናይ ቋንቋ ስለ ዘሎ እወ ንኣብነት እወ ምስቲ ትረኽቦ ሰብ እቲ ዝዛረቦ ዘሎ ስለ ዘይርድኣካ ቀልጢፍካ ኣብ ምሕራቕ ትኣቱ ቀልጢፍካ ኣብ ምግርጫው ትኣቱ እወ እቲ ዘረብኡ ክትርድኦ ስለ ዘይትኽእል እዚ ሕጂ ሓደ ዓቢ ጠንቂ ኮይኑ ይስምዓኒ። እዚ ቋንቋ። ኣባህልኻ ሕጂ ሓደ ነገር ክብለካ ከሎ ሓደ ሰብ እስኻ ትርድኦን እቲ እዚኦም ዝዓዱ ዝርድኦን ከኣ ካልእ ክኸውን ይኽእል ምናባት ሕጂ ምስ ምስቲ ሾሻል ሰራሕተኛ ክትዛረብ ከለኻ እሱ ገለ ምሽ ክብለካ ብባህልኻ ካልእ ምኽንያት ካልእ ትርጉም ይህልዎ ኣብኡ ከኣ ምግርጫ ምግርጫው መጽእ እዩ ሓቂ ዘረባ። ናይ ባህሊ ጸገም ኣሎ። እወ ሕጂ ንኣብነትሲ እንድሕር ደኣ እቲ ባህሊ ፍልልይ ኣለዎ እንድዩ ርዱእ እዩ ግን እንድሕር ደይርድኣካ ኮይኑ ቀዳማይ ነገር ካብ ቀልጢፍካ ኣብ ምኹራይን ምሕራቕን ምብጻሕ እወ። ንስኻ ክትሓትት ክትክእል ኣለካ እወ። ንኣብነት ቋንቁኡ ደይርድኣካ እንተኾይኑ እቲ ሰብ ከኣ ኣነ ኣይተረድኣንን ስለዝስ ግለጸለይ ወይ ከኣ እወ። ብዝርድኦ ካልእ ሰብ ኣምጺኦም ክነግሩኻ ከም ዘለዎም ከኣ ምሕታቶም ይሓይሽ እወ። ግን ብዘይሰማዕካዮ ቀልጢፍካ ክትኩርይ ቀልጢፍካ ክትገራጮ እንደገና ከኣ ነገቲቭ ዝኾነ ሓሳብ ኣምጺእካ ኣሉታዊ ነገር ስኒ እዚ ኣሎ ሕጂ እቲ ኔጋቲቭ ከዓ እንደገና ከገራጭወካ ወይ ከዓ ኣብ ካልእ ክስታይ ከእትወካ ስለዝኽእል ቀልጢፍካ ኣብ ሕማቅ ምሕሳብ ወይ ከዓ ኣብ ምኹራይንት ክትኣቱ የብልካን ጥራይ እቲ ቋንቋ ከምዘይርደኣካ ንነብስኻ ኣእሚንካ ብኻልኦት ሰባት ክትርዳእ ወላ ኣተሓሳስባ ናይ ሰብ ክትቅበል ክትክእል ኣለካ ሓደ ሓደ ግዜ ካብ ናትካ ትሓስቦ ዝፈላለየ ሕጂ ኣነ ከኣ እንታይ ይብል ክትሓርቅ ክትጅምር ከለካ ነብስካ ዋእ ሕጂ ቅሩብ ክትቋጻጸር ሓደ ሓደ ግዜ ኣሎ ስግብ ካብ ሓደ ስጋብ ዓሰርተ ቁጸር ይብሉካ ን ምስ ሓረቅካ እንታይ እየ እንታይ እዩ ዝብለኒ ዘሎ እንታይ እየ ንምንታይ ይሓርቅ ኣለኩ ኢልካ ድሓር ኦፕን ኮንካ ጥራሕ ክትፈትሖ ወይ ክትረዳዳእ ቅሩብ ኮይንካ ሽዑ ቀስ ኢልካ ሃዲእካ ነቲ ጉዳይ ክትፈትሖ ትኽእል ኢኻ። እቲ ዘየፍትሓካ ምኽንያት ክልቴኻ እንድሕር ምሂርካ ተዛሪብካ እሞ ኣነ ልክዕ ኣለኹ ኣነ ልክዕ ኣለኹ እንተኢልካ መስለኒ መስለኒ ምሽ? ን ብጣዕሚ ጽብቕቲ መልሲ እያ እዚኣ ውን ንኣብነት ምስ ነብስኻ ክትዛረብ ክትክእል ኣለካ እንታይ ኣብ ምሕራቕ ኣብጽሓኒ ስለምንታይከ ከምኡ ኮይነ ሓደ ነፍስና ከነእምና ዘለና እንታይ ቋንቋ ከምደይንኽእል ሕጂ ኩሉ ኣይርድኣና ኣይ እርድኦ እየ ክትብል የብልካን ነቲ ሰብ ከኣ ቀልጢፍካ ሕማቅ እንድሕር ትሓስብ ኮንካ ዋላ እሱ እቲ ምሳካ ዘሎ ውን እንታይ እዩ ክከውን ብገርሁ ከሎ እስካ ኣብ ስታይ ተእትዎ ኣለካ ማለት እዩ ስለዚ ነዚታት ንኩሉ ምጥንቃቅ ሓደ ቀልጢፍካ ደይምሕራቅ ርግኣት ክህሉ ኣለዎ ህድእ ምባል ምሕሳብ እንደገና ኣይተረድኣንን ኢልካ ምሕታት እሳ ከኣ እታ ዝበለጸት እምበር እንድሕር ቀልጢፍካ ምንህሃር ኣቲካ እዚ ውን ሓደ እቲ ሽግር ስስኻ ኢኻ ዝወርደካ እቲ ጸገማት ስስኻ ኢኻ ንዓኻ እዩ ዘጋጥመካ እንድሕር ከኣ ቀልጢፍካ ሓራቕ ኮይንካ። እወ ክትፈትሖ ከኣ ኣይትኽእልን ኢኻ ፈጺምካ እወ ዋላ ብናይ ቋንቋ እንተዘይኮይኑ ዋላ ምስ ባህልኻ ዘለዎ ሰብ ከማን እንድሕር ኮይኑ ክትተሓራረቕ ትኽእል እንዲኻ ከመይ ጌርካ ቅድም ከማን ክትሓስብ ከም ፍልጠት ከመይ ጌርካ ሓደ ግርጭት ክትፈትሕ ትኽእል ኢልካ ከማን እንተ ከም ፍልጠት ኣጥሪኻ ነብስኻ ድሓር ኣብታ ደቂቓ ክደቕመካ ክእል። እቲ ዝበለጸ እቲ ፍልጠት ምጥራይን እቲ ክእለት ምህላው ንኣብነት ዋላ ክእለት ኣይሃሉኻሲ ኣቀረባርባ ኣብ ሰባትሲ ከመይ ክኸውን ኣለኒ ኢልካ ሓደ ንርእስኻ ክትምህራ ዘለካ ነገራትሲ ብዙሕ ኣሎ። ስለዚ ካብ ሰባት ምምሃር እውን ጽቡቕ እዩ።